ኻብዲ ወላድ ኻብዲ ኣደ ብጣዕሚ ከቢድ እዩ ሓደ ሓደ ወለድናሲ ወልድኻ ፈትኖ ኣይ ወደይ ኣይ ጓለይ ወልድኻ ረእዮ ወልድኻ ፈትኖ ወልዲ ክፈትን እዮ ይብላ ሰላም ሰላም ሰላም ናይ ቻናለይ ተኸታተልቲ ኻመይ እናኹም ድሕና ድኹም ሀመይ በልኹም ሀመይ ኣምሽኹም ኣነ ሰላም ኣምላኽ ይመስገን በብድናኹሞ ሰላምኩም ብዝሕ ትርፍ የለለይ በብንእኹምዎ ሰላም ክትኾኑ ናይ ኹሉ ግዜ ምኞተይ ጸሎተይ እዩ ክቡራተይ እምበኣርኸስ ንቻናለይ ሓደስቲ ዝኾንኹም ላይክ ሰብስክራይብ ብምግባር ቤተሰበይ ኩኑ ቤተሰበይ ዝኾንኹም ድማ ላይክ ናና ጽሬትኹም ኣብ ኮሜንት ብምቕማጥ ምብርታዕኹም እይፈለየኒ ናበልኩ ስለ ትገብሩለይ ምብርታዕ ድማ ካብ ልቢ ይቐንየለይ ክብረት ይሃበለይ ማለት እዩ ኩራተይ ሎማዕንቲ ድማ ያው ዳያሌክስ ሕዘለኹም መጸ የናኹም ማለት እዩ ሃም ብልሙድ እንግዲህ ናይ ሎማዕንቲ ፍልይ ለብሎ ናይ ወዲ ኣሌክስ ምግራዝ እዩ ማለት እዩና ያው በእውነት ንምግራዝ ክንዲዚ ልነብዐት ሊሊ እንግዲህ ያው ኻድ ወላድ ብጣዕሚ ከቢድ እዩ ኣደ ውላዳ ክበኪ ውላዳ

ወልድኻ ኢኻ ኩሉ ነገር ትሪኦ ማለት እዩ ከይወለድኻ ገና ምንም እይርደክ ኣደሲ ብዛዕባ ስኻ ወፅኻ ስካ ትምለስ ክንዳየና ሃም ትንቅልቀል ክንዳየና ሃም ትጭነቕ ምንም ቅድም ምውላድና ምንም ልርደና ነገር የለ ማለት እዩ ቃሪዶ ሃምዚ በቃ ናይ ቃንዛ ስጋ ህፃን ኮይንካ ለዛም ቃንዛ ስጋ ክትሳቐይ በቃ ዕሾኽ ክነኽአካ ዕሾኽ ክወግአካ እኳሲ ብጣዕሚ እያ ትስስዒ ትፈርሒ ማለት እዩ እና ካብኡ ድማ ደገ ተወፅ ተለካ ሽካ ትምለስ በር በር ትቃመት ስስዕ ትብለልካ ወፅኻ ስትምለስ ዘይመስላ ብጣዕሚ ትፈርሕ ትስስዐልካ ማለት እዩ እና ሕና ቃደምቲ በቃ ከምዚ ይንቅልቀላ ገለ ዶ ዋይ ንምንታይ እየ ክትንቅልቀል ንምንታይ እየ በቃ ትጭነቅ ገለ ብልና ንኩረየለን ነበርና ቤተሰብ ማለት እዩ እና ታይብላና ነበርን ኣይ ወልድ ኸረዮ ይብል ኣነብረን ማለት እዩ ወልድ ክረዮ ከዛ ኣነ ዝኾነ ይኹን ነገር ሲ ዓደይ ላብ ዝኾነ ይኹን ነገር ትኸይደ በቃ ወይ ተደንጉየድ ወይ ተምሸ ገለት ኸ በቃ ዝኾነ ክኾን መጥሓን ክኾን ክኽእል ዕንጨይቲ ክኾን ክኽእል ገለ ተደንጉኻ ገለ ብጣዕሚ እንትን ይብላ ማለት እዩ ይጭነቃ ትጭነቅ ገለማ ከበቃ ሽካብ እውነት ሽካብ በቃ ትድንግፅ ገለና እንታይ ኮይንኺ ንምንታይ ሃምስ ኣለኺ ምስ መሓዝተይ ንምንታይ ገለ ትብለያሲ ዋእ ኣይ ወልድ ክርእዮ ትብለኒ ነብራ ማለት እዩ ቤተሰብና ኣነ እውን ኣያ ወልደ ነብሪ ወፅሕኒ ወልደሲ ያው ልክስ ኣደዋይ ኣደዋይ ስለከን ኣማናይ ይሽካሉል በዛም ላይ ልለ ኣደስ ያው ኣደ ኣደይ ደኣ ግን ትፉተይ ትፍቀር ልዕሊ ማንም ትፍተይ ትፍቀር ኣደ ፍቅሪ ኣደ ድማ ኣዝዩ በቃ ምቁር ምዃን ተስተማቕሮ ለለ ምስ ወለድኻ ውላድ ርኢኻ እስኻ ናይ ከርሲ ነገር ምስ ረእኻ ምስ ኣስተማቐርካ ኢኻ ለለ ኣዝዩ ምቁር ዝኾነ ፍቅሪ ንወላድትኻ ልስምዐካ ስሜት ፍልይ ልበለ ለለ ዝያዳ ካብቲ ነበረ ፍልይ ልበለ ዝያዳ ስምዒት ኣንህዎ ማለት እዩና ኩሉ ነገሩ እንታይ እየ ክለኩም ደልየ ምስ ወለድኻ ምስ ፈተንኻ ኢኻ ኩሉ ነገሩ ትርእዮ ማለት እየ ማለት እዩ ውላድኻ እውን ያው ከምዚ ለማዕ እንትልሊ ክትነብዕ ነብራ ናነብዐት ነብራ ማለት እዩ ቤተሰብና ያው እንግዲህ ክሕመዶ ክኾን ናይ ኣደ ቀና ከዚ ብካልእ ትርእዮ ተለኻ ዋይ ተኸይና እያ ከምዚ ተካብድላ ገለገለ ንብል ኢና ቤተሰብና ግን ሃም ሓንቲ ወላዲት ወላዲ ኮይንኻ

በቃ ዓለሞትኻ ጭንቕ ልብለካ ዝኾነ በቃ ኣፍ ኣውፅኡ ለይናገረኒ እንታይ እዩ ኮይኑ ልካ በቃ ዝኾነ ብእውነት ብለኩም ልንሀወ ጭንቂ ልንሀወ እንትን በቃ ክነግረኩም ኣይኽእል እዩ ማለት እዩ እና እዚ ኣደ ምስ ኾንካ ኢኻ ትፈልጦ ዳም ገና ናይ ኣደ እንትን ከየስተማቐርካ ኣደዋኻ ክንዳየን ብዛዕባ ስኻ ከም ትጭነቕ ኣደዋኻ ክንደየናይ ብዛዕባ ስኻ እውነት እንትን ሃንትልሲ ምንም እዩ ለይርድአካ ከይሞከርካዮ ኩሉ ነገሩ ኣይርድአካይ ማለት እዩ ቤተሰብና እንታይ ክለኩም ደልየ ኣቱም ኣይ እንታይ ክንድዚ ልትብሉ መርገም ከይኮነሲ ብሓቀይ ወልድኹም ፈትንዎ ልባህላ ኣባሃህላ ብጣዕሚ ብጣዕሚ ብጣዕሚ እውነት እንትን ዝኾነ ወሳኝ ልኾነ ወሳኝ ልኾነ ምስላ እዩ ማለት እዩ ምክንያቱ ከይወለድኻ ብዙሕ ነገር ኣይተስተብህልና ምስ ወለድኻ ግን ናይ ውላድ ናይ ከርሲ ጭንቂ ናይ ከርሲ በቃ ናይ ውላድ ኣንጀታሚ ምዃኑ ልርደካ ብልበለፀ ምስ ወለድኻ ምስ ፈተንካዮ እዩ ማለት እዩ ወዲ ኮይኑ እኳስ ኣድና እና ወዲ ኮይኑ እኳስ ኣሌክስ እኳሲ እናተገረዘ ክርእዮ ኣይክእልይ በቃ ኣነ ኣይክእለለይ ብማለት መሓዛኡ እዩ ጠጠውሉ ንከገርዞ ገብሩ ማለት እዩ ምክንያቱ ኣይክእልይ ያው ዝኖ ከርሲ ያው እውነት ኣቦ እውን ግዴታ እዩ ግን ብልበለፀ ለይትኽእል በቃ እውነት ናይ ከርሲ ነገር ብጣዕሚ ለይትኽእል ብጣዕሚ ርሕርሕቲ ብጣዕሚ ብከርሳ እንትን ደካማ ዝኾነት ለለልዕሊ ወዲ ያው ኣዲኣ ማለት እዩ ምክንያቱ ወዲ ይሐሽ ወዲ ንእሽተይ ጥንካሬ እንሀዎ ጓል ግን ብውላዳ ልመፃ ብከርሳ ልመፃ ብጣዕሚ ደካማ እውነት እና እንታይ እክለኩም ደልያ ከርና ሃምዛይ ትኹኒ ገለታት ልብል ኮሜንታት ነውሮም ብቻ ግን ልወላድ ዋላ ንእሽተይ ነገር ንእሽተን ነገር ልውልዳ ከቢድ እዩ ስሜቱ ከቢድ እዩ ማለት እዩ ቤተሰብና

ብቻ ግን እቲ ናይ ህፃን ቆልዓ ምግራዝ ምስ ዓበየ ይሐሽ ነውር ገልልብል ኖእ ነበር ናይ ህፃን ምግራዝ ብጣዕሚ ህፃን ናይ ቆልዑ ምግራዝ ህፃን እናሃለወ እዩ ፅቡቅ ንባዕላ ተሟልኣ ማለት እዩ ድሓረ ምስ ዓበዩ ብዙሕ መከራ እነሆ እቲ ቁስሊ ሓደ እቲ ቁስሊ ቶሎ ኣይድሕን እዩ ካልኣይ ነገር ንባዕሎም ድማ እቲ ቃንዛ ይኹን ስቃይ ብጣዕሚ ኢሉ ይርትዖም ማለት እዩ ህፃውንቲ ምስ ኾኑ ግን ንግዜኡ ይልሕሞም ደኣ ያው እቲ ቁስሊ ግን ብጣዕሚ ብሓደ ግዜ እዩ ልሓዪ ማለት እዩ እና ብህፃኖም ክኾኑ ተለው ድማ ብጣዕሚ ብጣዕሚ ልበለፀ ፅቡቅ እዩ ማለት እዩ እና ቤተሰብ እንዲያም እኳስ ደንጉዮሞ ክልተ ሰሙን ብጣዕሚ እዩ ደንጉዮሞ ዓድና ቢያንስ ገፋ ተበለ ኣብ ሰሙን እዩ ልግረዝ ሓደ ህፃን ማለት እዩ እና ብህፃኑ ልመስልዎ የለ ብጣዕሚ ፅቡቅ እዩ ብህፃን ልግረዝ ህፃን ቆንጆ ንባዕሉ እውን ፅቡቅ እዩ ማለት እዩ ነቲ ቁስሊ ቶሎ ንክድሕን ይረድኦ ምስ ዓበኻ ግን ብጣዕሚ ክቆስለካ ክድንጉይ ክጥውል በቃ ይኽእል እዩ እቲ ቁስሊ ማለት እዩ ቤተሰብ እና ናይ ሎማዕንቲ ቪድዮይ እዚ ይመስል ነውሩ ክብራተይ ብቐጻሊ ቪድዮ እስካብ ንራኸብ ብዘይ ክሰናበተኩም ማለት እዩ ክብራት ቤተሰበይ ብድጋሜ ሰሰናዩ ጸጽቡቑ ጠጥዕሙ መሞቻ ደበለ ንዓኹም ናብልኩ ብዚ ክሰናበተኩም ክብራተይ ባይ ባይ